ሰላም ክቡራት ተኸታተልቲ እዚ ቪድዮ ከመይ ኣለኹም? ንሎሚ ኣብዚ ቪድዮ ብዛዕባ ዝተፈላለዩ ዓይነታት ሕማማት ኩሊት ብኸመይ ይፍለጡ፣ ዝግበሩ ምርመራታትን ዝካየዱ ፍወሰታትን ክግበሩ ዝግብኦም ጥንቃቐታትን ክንርኢ ኢና። ኩሊት ናይ ባልዳንጓ ዝመስል ቅርጺ ዘሎዋ ኮይኑ ኣብ መዓልቲ ካብ ሓደ ክሳብ ክልተ ሊትሮ ሽንቲ ብምፍጣር ንደገ ትጉሕፍ። ነፍሲ ወከፍ ኩሊት ካብ ሚእትን ዕስራን ክሳብ ሚእትን ሰብዓን ግራም ክብደት ኣሎዋ። ኩሊት ክልተ ክፋላት ኣለዋ፣ እቲ ላዕለዋይ ሪናል ኮርተክስ ይበሃል። እዚ ክፋል እዚ ንግሎመሩላይ፣ ቦውማንስ ካፕሱል ከምኡውን ኮንቮሉትድ ቲዩብልስ ዝበሃሉ ደም ንምጽራይ ዘገልግሉ ክፋላት ዘጠቓለለ እዩ። ኣብ ትሕቲ ሪናል ኮርተክስ ሪናል ሜዱላ ዝበሃል ውሽጣዊ ክፋል ኩሊት እዚ ኸኣ ንፓይራሚዳዊ ቅርጺ ዘለዎም ሪናል ፓይራሚድ ከምኡውን ዝተፃረዩ ሽንትን ንምውህላልን ንምፅራግን ዝሕግዙ ኮሌክቲንግ ዳክትስ ተባሂሎም ዝፍለጡ ክፋላት የጠቓልል። ኩሌት ልዕሊ ሓደ ሚልዮን ዝኣኽሉ ንኣሽቱ ኔፍሮን ዝበሃሉ ናይ ስራሕ ኣሃዱታት ኣለዋ። እዞም ኔፍሮን ዝበሃሉ ናይ ስራሕ ኣሃዱታት ደም ንምፅራይን ሽንቲ ንምፍጣርን ይሕግዙ። ኔፍሮን ክልተ ክፋላት ኣለዎ። ሪናል ኮርፐክሶል ከምኡውን ሪናል ቲቡል ከዓ ይበሃሉ። ሪናል ኮርፐክሶል ንግሎመርላይ ብዝተጠናንጉ ካፒላሪታት ዝተፈጥረ ደም ንምጽራይ ዝሕግዝ ከምኡውን ንቦውማንስ ካፕሱል ከቢብ ቅርጺ ዘለዎ ዘጠቓልል ደም ንምውህላል ዝሕግዝ። እቲ ካልኣይ ክፋል ሪናል ቲቡል ዝበሃል ከኣ ብኣርባዕተ ክፋላት ዝቖመ እዩ። ፕሮክሲማል ኮንቮሉትድ ቲቡል፣ እዚ ንምውህላል ወይ ከኣ ንምምጻይ ማይ፣ ኣዮናት ከምኡውን ግሉኮስ ኣማይኖ ኣሲድን ከምኡውን ንምጽራግ ርስሓት ከም ክሬቲኒን ከምኡውን ተረፍ ምረፍ ናይ መድሃኒታት ንምጽራግ ይሕግዝ። ካልኣይ ክፋል ሉፕ ኦፍ ሄንል ዝበሃል ኮይኑ እዚ ከዓ ኣብ ክልተ ዝኽፈል እዩ። እቲ ዲሰንዲንግ ሊምብ ዝበሃል ማይ ንምምፃይን ምውህላልን ዝሕግዝ ክኸውን እንከሎ እቲ ኣሰንዲንግ ሊምብ ዝበሃል ከዓ ኣዮናት ወይ ማዕድናት ከም በዓል ሶድየም፣ ፖታሽየም ከምኡውን ክሎሪን የዋህልል። እቲ ሳልሳይ ከኣ ዲስታል ኮንቭሊዩትድ ቲዩቡል ዝበሃል ኮይኑ፣ ዓቐን ፒኤች ሶድየም ፖታሽየም ይቆጻጸርን ብተወሳኺ ንትእዛዛት ሆርሞናት ኣልዶስሮን ከምኡ'ውን ኤዲኤች ዝበሃሉ ሆርሞናት ስርሓቶም ይከታተል። ራብዓይ ታሕተዋይ ክፋል ኮሌክቲንግ ዳክት ዝበሃል ኮይኑ፣ ዝተጻረዩ ነገራት ይእክብን ዝሓለፈ ማይ ከምኡ'ውን ማዕድናትን ሽንትን ይቆጻጸር። ጥቕምታት ኩሊት ምስ እንርእ ከኣ ኩሊት ኣብ ምቁጽጻር ጸቕጢ ደም ዓቢ ተራ ትጻወት። እዚ ከኣ ብራስ ዝበሃል ሲስተም እዩ። ራስ ማለት ሕጽረተ ቃል ኮይኑ ቀዳሞት ናይ ረኒን፣ ኣንጆተንሲን፣ ኣልዶስትሮን ሲስተም ዝበሃሉ ሆርሞናት ብምውሳድ ብሓባር ዝሰርሕን ዘነቓቕሑን የጠቓልል። እዚ ብምብርባር ዝተተሓሓዙ ሆርሞናት ኣብዞም ዝስዕቡ ኩነታት ይበራብርን ይሰርሕን። ሓደ ጸቕጢ ደም ምስ ዝውሕድን ዋሕዲ ደም ናብ ኩሊት ምስ ዝጎድልን ትሑት ዓቐን ሶድየም ኣብ ኩሊት ምስ ዝህሉ ትሑት ዓቐን ደም ብዝተፈላለየ ምኽንያታት ናብ ምፍሳስ ደም ወይ'ውን ድኻም ልቢ ምስ ዝህሉ ይበራበሩ። ኣብ ከምዚ ኩነታት ከኣ ኣቐዲሞም ዝተገልጹ ኩነታት ረኒን ዝበሃል ሆርሞን ካብ ጃክስታግሎመሩላር ዝበሃሉ ዋህዮታት ናይ ኩሊት ብምፍራይ ብሰራውር ደም ተጸይሮም ናብ ጸላም ከብዲ ዝርከቡ ኣንጂቶንሲኖጅን ዝበሃሉ ፕሮቲናት ብምስብባር ናብ ኣንጂዮተንሲን ሓደ ዝበሃሉ መልክዕ ይቕይርዎም። ብተመሳሳሊ ኣብ ከምዚ ኩነታት ካብ ሳምቡእ ዝርከቡ ኣንጂዮተንሲን ኮንቨርቲንግ ኤንዛይምስ ዝበሃሉ ነዝዕታት ንኣንጂዮተንሲን ሓደ ናብ ዝተበራበረ መልክዕ ማለት ኣንጂዮተንሲን ክልተ ዝበሃሉ ይቕይርዎም። ኣንጂዮተንሲን ክልተ ዝበሃሉ ነዝዕታት ምስ ዝበራበሩ ነዞም ዝስዕቡ ሓሙሽተ ስራሓት የሳልጡ። ቀዳማይ፣ ምጭብባጥ ሰራውር ደም ብምግባር ጸቕጢ ደም ከም ዝውስኽ ይገብር። ካልኣይ፣ ኣልዶስትሮን ዝበሃሉ ሆርሞናት ካብ ኣድሪናል እትበሃል ጽኪ ከም ዝፈርዩ ብምግባር፣ ኣልዶስትሮን ዝበሃሉ ሆርሞን ሶድዮም ኣብ ዲስታል ኮንቮሉትድ ቲዩብስ ከምኡውን ኣብ ኮሌክቲንግ ዳክትስ ዝበሃሉ ክፋላት ኩሊት ከም ዝምጸዩን ከም ዝጎህለሉን ይገብር። ብተወሳኺ ማይ ከም ዝምጸ ብምግባር እዚ ድማ ዓቐን ደም ብምውሳኽ ከምኡውን ጸቕጢ ደም ከም ዝውስኽ ይገብር። ኣንጀቶንሲን ብተወሳኺ ኤድኤች ዝበሃል ሆርሞን ካብ ፒትዩተሪ እትበሃል ጽኪ ብምፍራይ ምምጻይ ማይ ኣብ ኩሊት ከም ዝህሉን ዓቐን ደም ብምዝያድ ጸቕጢ ደም ከም ዝልዕልን ይገብር። ኖርኢፕነፍሪን ብምፍራይ ከኣ ትርግታ ልቢ ከም ዝዛይድን ዓቐን ደም ከም ዝውስኽን ይገብር። ኩሊት ኣብ መዓልቲ ካብ ሚእትን ዕስራን ክሳብ ሚእትን ሓምሳን ሊትሮ ደም ተጻርን ብተወሳኺ ንርስሓት ዝሓቐቑ ባእታታትን ጎዳእቲ ኣዮናትን ትኣሊ። እቶም ርስሓት ብመልክዕ ሽንትን ክሬትኒን ከምኡውን ዩሪክ ኣሲድ እዚ መስርሕ እዚ ኸኣ ምውህላል ሓደገኛታት ባእታታት ትከላኸል። ኩሊት ኤሪትሮፓይቲን ዝበሃሉ ሆርሞናት ብምፍራይ ንቐያሕቲ ዋህዮታት ደም ኣብ ኣንጉዕ ትሕግዝ። ኩሊት ካልሲዲዮል ዝበሃል ቫይታሚን ናብ ዝተበራበረ ካልሲዲዮል ዝበሃል ቫይታሚን ዲ ብምቕያር ብምውህላልን ምምፃውን ካልሽየም ኣብ መዓንጣ ንጥዕና ኣዕፅምትን ከምኡውን ንስርዓተ ምክልኻል ኣብ ምብርታዕን ትሕግዝ። ኩሊት ንሓደገኛታት ኬሚካላት ወይ እውን ናይ መድሃኒት ተረፍ መረፍ ኣብ ደም ብምእራይ ብምፅራይን ተኣልዮም። ብዘይካዚ ኩሊት ፈሳሲ ኣብ ኣካላት ትቆፃፅርን ተመዓራርን። ብተወሳኺ ሃይድሮጅን ኣዮን ብምእላይ ዝያዳ ኣሲድ ኣብ ኣካላት ትኣልን ትቆጻጸርን። ጠንቅታት ሕማም ኩሊት ሓደ ሽኮርያ ልዑል ዓቕን ሽኮር ምስ ግዜ ንግሎመሩላይ ዝበሃል ክፋል ናይ ኩሊት ዕንወት ከውርድ ይኽእል። ብዘይካዚ ልዑል ዓቕን ጸቕጢ ደም ንሰራውር ደም ኩሊት ከዕኑን ንቡር ስራሕ ኩሊት ከጉድልን ይኽእል። ብሰንኪ ናይ ባክተርያ ቫይረስን መልከፍቲ ቁስልታት ብምስዓብ ኣብ ኩሊት ዕንወት ከውርድ እውን ይኸእል እዩ። ብተወሳኺ ብሰንኪ ኣውቶኢሚኑ ማለት ስርዓተ ምክልኻል ኣካላትና ንገዛእ ርእሱ ብምጥቃዕ ከም ኣብነት ኣብ ሉፐስ ዝበሃል ሕማም ኩሊት ከዕንዉ ይኸእሉ። ተዋርሳኣዊ ካብ ወለዲ ናብ ውሉድ እውን ክመሓላለፍ ይኸእል። ጎድናዊ ሳዕቤን ናይ መድሃኒታት ማለት ንነዊሕ ግዜ ኩሊት ዝጎድኡ ባእታታት ከም ኣንቲባዮቲክ መድሃኒታት ናይ ቃንዛ መድሃኒታት ንነዊሕ ምጥቃም ናይ ኩሊት ጸገማት ክትቃላዕ ትኽእል። ብዘይካዚ ተጓዳእቲ ባእታታት ወይ ከኣ ቶክሲንስ ውን ንኩሊት ሃሰይቲዮም። ዝተፈላለዩ ሕማማት ኩሊት ኣለዉ፣ ሓደ ካብኣቶም ከኣ ኣክዩት ኪድኒ ኢንጁሪ ዝበሃል፣ እዚ ብሰንኪ መልከፍቲ ወይ'ውን ጐዳእቲ ባእታታት ዝስዕብ ኰይኑ፣ ውሑድ ሽንቲ፣ ድኻምን ዝኣመሰሉ ምልክታት የርኢ። ካልእ ሕዱር ሕማም ኩሊት ዝበሃል ቀስ ኢሉ ዝምዕብል ሕማም ኩሊት እዩ፣ እዚ ከኣ ብሰንኪ ሽኮርያ፣ ጸቕጢ ደም፣ ዝስዕብ ኰይኑ፣ ድኻም፣ ሕበጥ ኣብ እግርን ኣብ ኢድን ከምኡ'ውን ሕጽረት ምስትንፋስ ዝኣመሰሉ ምልክታት የርኢ። ሳልሳይ ግሎመርላር ዲዝዝ ድበሃል እዚ ንናይ ግሎመርላር ድበሃል ክፋል ናይ ኩሊት ንርስሓት ንምጽራይ ዝሕግዝ ብሰንኪ መልከፍቲ ወይ ውን ቁስሊ ዝስዕብ እዩ። ፕሮቲን ኣብ ሽንቲ ከምኡውን ዕበጥ ኣብ እግርን ኣብ ኢድን ዝኣመሰሉ ምልክታት ከኣ የርኢ። ተወሳኺ ቱቦ ኢንተርስትሽያል ዲዝዝ ድበሃል እዚ ንቱቡልስ ድበሃል ክፋል ናይ ኩሊት ዘጥቅዕ ኮይኑ ብሰንኪ መልከፍቲ ዝስዕብ እዩ። ዩሪናሪ ትራክት ኢንፌክሽን ዝበሃል ከኣ ብመልከፍቲ ታሕተዋይ ሻምብቆ ሽንቲ ዝስዕብ ኮይኑ፣ ቃንዛ ኣብ ግዜ ሽንቲ፣ ረስኒ ዝኣመሰሉ ምልክታት የርኢ። ብተወሳኺ ፖሊሳይስቲክ ኪድኒ ዲዚዝ ዝበሃል ብተወርሳኣዊ ካብ ወለዲ ናብ ውሉድ ዝሰጋገር ቁስሊ ኣብ ኩሊት ይፈጥር። ጸቕጢ ደም፣ ናይ ከብዲ ቃንዛ ከምኡ'ውን ደም ኣብ ሽንቲ ዝኣመሰሉ ምልክታት ከኣ የርኢ። ካልእ ኩሊት ጸጸር ኮይኑ፣ እዚ ብሰንኪ ምውህላል ማዕድናት ከም ካልሽየም ኦክሳሌይት ከምኡውን ዩሪክ ኣሲድ ኣብ ኩሊት ዝስዕብ ኮይኑ፣ ብሰንኪ እኹል ማይ ዘይምስታይ ዝምዕብል እዩ። ብተወሳኺ ልዑል ዓቐን ጨውን ሽኮርን እውን ክምዕብል ይኽእል። ብዘይካዚ ብሰንኪ ክሰዕ እውን ክስዕብ ይኽእል እዩ። ምልክታት ጸጸር ኩሊት ምስ እንርእይ፣ እቶም ምልክታት ምስ ዓቐን ጸጸር ኩሊት ዝፈላለዩ እኳ እንተኾኑ፣ ዓቐን ጸጸር ኩሊት ገዚፍ ምስ ዝኸውን፣ ብርቱዕ ቓንዛ ኣብ ጎኒ ወይ'ውን ዳሕረዋይ ሕቖ ኣብ ትሕቲ መሰናግለ ክስምዓካ ይኽእል። ኣብ ታሕተዋይ ክፋል ከብድኻ'ውን ጸጸኒሑ ሸቕ ዘብል ቃንዛ ክህሉ ይኽእል እዩ። ብተወሳኺ፣ ቃንዛ ኣብ ግዜ ሽንቲ፣ ደም ዝተሓወሶ ሽንቲ፣ ብርቱዕ ጨና ዘለዎ ሽንትን ቀቀልጢፍካ ምሻን ዝኣመሰሉ ምልክታት የጠቓልል። ብሓኪም ዝግበሩ መርመራታት ምስ እንርኢ ከኣ ሲቲ ስካን፣ ኤክስረይን ናይ ሽንትን ናይ ደምን መርመራታት ብምግባር ክፍለጥ ይከኣል። ጸጸር ኩሊት ንምክልኻል ክግበሩ ዝግበኦም እዞም ዝስዕቡ እዮም፣ እኹልን ጽሩይን ማይ ምስታይ፣ ውሑድ ዓቐን ጨው ከምኡ'ውን ፕሮቲን ምጥቃም። ጸገማት ኩሊት ንምፍላጥ ዝግበሩ መርመራታት ምስ ንርኢ ከኣ፣ ናይ ደም መርመራ ብምግባር ሴሩም ክሪኤቲኒን ብምምርማር ልዑል ዓቐን ምስ ዝኸውን ናይ ኩሊት ጸገም ከም ዘሎ ይሕብር። ብተወሳኺ ግሎመርላር ፊልትሬሽን ሬት መርመራ ብምግባር ኩሊት ማዕረ ክንደይ ርስሓት ተጽርላ ኩነታት ጥዕና ኩሊትን ንክንፈልጥ ይሕግዝ። ብተወሳኺ ናይ ደም መርመራ ብምግባር ዓቐን ዩርያ ናይትሮጅን ዓቐን ብምምርማር ልዑል ምስ ዝኸውን ናይ ኩሊት ጉድኣት ከም ዘሎ የርኢ። ብተወሳኺ ናይ ሽንቲ ምርመራታት ብምግባር ዓቐን ፕሮቲን ደም ወይ እውን ዘይንቡር ዋህያታት ኣብ ሽንቲ ምስ ዝርኣዩ ናይ ኩሊት ጸገም ከም ዘሎ ይሕብር። ኣልቡሚን ሬሾ ምስ ክሬቲኒን ብምውድዳር ኣልቡሚን ምስ ዝበዝሕ ናይ ኩሊት ጸገም ከም ዘሎ የርኢ። ብዘይካዚ ናይ ራጂ ምርመራታት ብምግባር ንኣብነት ከም ኣልትራሳውንድ ዓቐን ቅርጺ ብምልላይ ሕማም ኩሊት ንኸተለሊ ይሕግዝ። ሲቲ ስካን ወይ ከኣ MRI ውን ቅርጺ ናይ ኩሊት ንኸተላሊ ይሕግዝ። ንሎሚ ዝነበረኒ ቪድዮ ነዚ ይምስል ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ባይ።